እዚ ኣብ እዋን ጾም ዝለዓል ሕቶ ሊቃውንቲ እዩ። እዚ ሕቶ ሰረቱ ብሉይ ኪዳንን ሓዲስ ኪዳንን እንትኾን ሰማዕትና ምእንታን ከስተውዕልዎ ብልምዲ ምጻምን ብመንፈስ ቅዱስ ተመሪሕኻ ምጻምን ፈልዮም ንክዕቅኑ እዚ መደብ ክንሰርሕ መሪጽና ኢና። ኣብዚ ዛዕባ ቀሲስ መሰለ ተስፋይ ኽተንትንዎን ክምህርዎን ዓዲምናዮም እኒኤና። ሓቢርኩምና ጽንሑ። እንኳዕ ደሕና መጹ። እኳዕ ሰላም ጸናሕኸይ ኣሜን ኢኹም ሃመይ ኣሚኹም እግዚኣብሔር ይመስገን ሰላም እዩ ድሕና ድኸይ ድሕና ኢና እግዚኣብሔር ይመስገን ጾም ሃመይ ነዮ ጾም ጽቡቕ እዩ ድሕና እዩ
ና መጀመርታ ሕቶይ ጾም ጾም ማለት ብመጽሓፍ ቅዱሳዊ ትሕዝትኡ እንታይ ማለት እዩ እስቲ ቅሩብታይ ዘብቅዑኒ
ጾም ማለት ጾይምካ ሓደ ነገር ልምግናይ እትገብሮ ጾም እዩ ሶላ መቸም ኣይጽዮሚ ልህዝቅኤል ጾይሞም እዮም ልዳንኤል ጾይሞም እዮም ሰለስቱ ደቂቅ ጾይሞም እዮም ስለ ህዝቦም እለ ኣስቴር ጾይሞም እዮም ናይ ኩሎም ጾም ትማሳሳሊ እዩ ህዝቦም ካብ ሞት ሃገር ካብ ድርቂ ካብ እግዚኣብሔር ምሕረት ልክትረክብ ህዝብኻ ልክታድሕን ናይ ባዕልካ ሽግራት ልክታላቀቅ ምስ እግዚኣብሔር እትራኸበሉ ድልድይ እዩ። ብኡብኻ ካብ እግዚኣብሔር ኣምላክ መፍትሒ እትረኽበሉ እዩ ጾም ማለት። ብዚ ድማ ጾይሞምስ ብዙሓት ሰባት ተጠቕሞም እዮም። ለምሳሌ ካብዚ ተወሲድና ኣስቴር ኣዴና ስለ ህዝባ እስራኤላውያን ኣብ ዓለም ሙሉእ ትበትኖም ኣለዩ ይሙቱ ልብል

መርዶክዮስ ብትጾምቱ ናይ ሞት ኩነታት ላብኡ መጹ ድነበረ ሰሩዙስ ላፍቲ ናይ ጾመ ላብ ሃማል ተቐየረሉ እዩ ሞት ክቐየር ልኽእል ምስ እግዚኣብሔር ንራኸበሉ ድልድይ እዩ ግን ሓደ ነገር ክትረክብ ኢኻ ካትጾመሉ ካብ ጥንቲ ሕዙ ልነበረ እዩ ጾም ማለት

ፈተናታት ድነበሩ ብምልኦም ብቲ ጾምቱ ኣብሉ ድድያብሎስ ስዕርዎ እዩ ኣሸንፍዎ እዩ። ንስኹም ግን ጾይምኹም ጸልትኩም ሃገርኩም ካብ ጥፍኣት ንባዕልኹም ግን ካብ ሓጥያት ካብ ፈተናታት ብኡብልኩም ሰይጣን ኣሸንፍዎ ትብለና ተሎ ጾይሙ እዩ። ሃዋርያት እንደገና እይወጽእ ዝንቱ ዘመድ።

ጸልዩ ከመ ኢትባኡ ዝተመ ጾሚ ጸሎቲ ተመሳሳልቲ እዮም ተጎራረስቲ እዮም ናብ ሃዲስ ክዳን ብዙሓት ጾይሞ ሃዋርያት ጾይሞም እዮም ላበይ ላብ ዓለም ክብተኑ ትብል ተሎ መንፈስ ቅዱስ ምስ ወረደሎም ቕድሚ ምብታኖም ቀጥታ ንሰማርያ ላብ ስራሕ ኣይበሉ ጾም እዮም ኣውጆም ጾይሞም ካብኡ ትሰማርዮም ላብ ስራሕ እዚ ናይ ሐዚ ፆም እንደገና ፆመ ፍልሰታ እላበልና ንፅውዖ ፆመ ሃዋርያት እዩ ልባሃል ብተለምዶ እዩ ገለ ልብለሎ ሰብ ሃዋርያት ልፆምዎ ፆም እንታይ ኢሉ ምግናይ ናይ እመቤታችን ናይ ቅድስት ድንግል ማርያም ስጋ ድምግናይ ማለት እዩ ክልተ ሻዕ እዮም ፆይሞሞ ሓደ ሻዕ እርገታ ልክርእዩ ሓደ ሻዕ እውን ስጋ ልካግንዩ ማለት እዩ እና ብሃዲስ ብዙሕ ግዜ ፆም ተፀውዮም እዩ በዓሉ ክርስቶስ ለእጀመሮ ብብሉይውን ሃምትልተባህለ ብዙሓት ብዙሕ ዝርዝር እነዎ ጾይሙም ብዙሓት ሰባት ተጠቕሞምሉ ሃገርውን ካብ ጥፍኣት ሰብውን ካብ ሞት ኣድሕኑ እዩ። ሰናይ ካብ መጽሓፍ ቅዱስ ወጻኢ ልግበር ጾም ወይ ድማ ብተለምዶ ልካየድ ጾምኸ እንታይ ማለት እዩ? ብተለምዶ ብዙሕ ብዙሓት
ንጾም ኣለና ዲናስ ንጠሚ ኣለና ስለ ልብሉ እዩ።
ላብ ንሓ ጾም ክንመጽእ ንብል ኸስ ንመጽእ ተለና ግራይ ድኣትየኪ ሃዋርያት እመቤታችን ስጋኣ ልምግናይ ጾይሞም ንሕና ውን ክንጾም ክንጾም እንተ ኾይንና ሓደ ነገር ልምርካብ ክኾን ነው። ስለ ሓደ ነገር በዘፈቀደ ስቅልካ ይኩኒ ሓደ ነገር ልክትረክብ ብትጾም ኣባካ በረከት ልምግናይ ሃገር ካብ ጥፍኣት ክታድሕን ህጻናት ከይሞቱ ድርቂ ከይመጽእ ስለ ሃገር ስለ ወገን ስለ ህዝቢ እቶም ቅድሚ ሐዚ ልትጾሙ ኣጽዋማት ብምሎም ኣብነትና እዮም ክንጾም ግድን እዩ ግን ንሳቶም ጾይሞም ኣስተር ጾይማ ህዝባ ካብ ጥፍኣት ኣድሕና ሞት ዝነበረ ናብ ክብሪ ቀይራቶ ጾይማ ንሕና እውን ጾይምና ሓደ ነገር ክንረክብ ነና ንጾም ምንም ግለይና ግኒ ዓይነት ኣካይ ተለምዶ ዓይነት ኮይኑ ከይዱ ልምዲ ነገር ናይ ረሓብ ኣድማ ዝመስል ነገር ለምሳሌ ኢሳያስ ሳይሉ ኢይፈቅድ ዘንተ ጾመክሙ ይብል ኣነ ልደልዮ ጾም እዚ ድዩ ይብል ኢሳያስ እቲ ኣነ ልደልዮ ጾም እዚ ኣይኮነይ ህዝበይ ጾም ኣለኹ ግን ካብኣኻ ልረኸብናዮ ነገር ታይ እንሆ ይብለኒ ኣሎ ይብል ጾም ማለት ኢሳያስ ኣብ ሓምሳይ ሸሞንተይ ካብ ቁጽሪ ሸውዓተ ጀምርኺ ካብ ሓሙሽተ ጀምርኺ ክትኸድ ተለኺ ስነ ጾም ምእራብ ብሉ ይናገሩ ጾም ክሰምር ልኽእል ዝረሓበ ታብልዕ ተለኻ ዝጸምአ ታስቲ ተለኻ ዝተኣሰረ ታፍትሕ ተለኻ ደዓረቐ ትኻድም ተለኻ ዩ ጾም ዝሰምር ምዕራፍ ሸውዓተ ማቴዎስ ወንጌል ባኡ እንተባቲ ጸባብ ኣንቀጽ ይብል እታ ጸባብ መንገዲ ክዱ ይብል እታ ጸባብ መንገዲ ሃፍታም ጹም ድኻ መጽውት ይብል ድኻ እኳ ስረይ መጹ ትበሃሎ ማለት እዩ ሃፍታም መጹ ንምጽዋት ቐልል እዩ ግን ክጾም ነወ ይብል ምእንታን ሰብ ክጥምይ ምኻኑ ክርድኦ ማለት እዩ በዓል ትርሕብ ተሎ እቲ ሃፍታም ሰብ ልከይ ይጠምየ ይብል ምእንታን ክምጽውት ተክል ዝኣልቦ ማይ። ጾም ዝኣልቦ ምጽዋት ከመ ተክል ዝኣልቦ ማይ ተክሊ ተክልክዮ በደይ ማይ ክጸድቅ ዶ ኣይጸድቅ እዩ ደርቃ እያ ትቃሪ ጾም ውን በደይ ምጽዋት ትቀባልነት የብልይ ክብራት ምእመናን ጾም በደይ ምጽዋት ትቃባልነት የውልይ ናይ ኣድማ ጾምካ ምኳን ሓልፍ ማለት እዩ ጾም ንሰምር ካብ ቂም በቀል ነጻ ኮይንኻ ቅድመ ሁኔታ ኣለዎ ክልተ ነገር የድልዩ ድሕሪ ጾም ሓደ እል ታግኘ በረከት ንሃገር ሰላም ድሕ ኮይኑ ስለ ሃገር ሰላም ማለት እዩ ጾምኻ ብድሕሪ ጾም ለለቲ ሰላም ድሕ ዘይኮነ ጾምኻ ተቀባልነት የኮነይ ፈትሾ ማለት እዩ እዚ ትጾምኻስ

እታ ትኾናት ወይ ታና ድራር ወይ ታና ምሳሕ ትዕቆርላ ማለት እዩ። ኣብዚ ዓሰርተ ሓሙሽተ መዓልቲ ከዚ ዝለምቕነ ንዓሰርተ ንዓሰርተ ሓሙሽተ መዓልቲ ናይ ቁርሲ እኳ እንድሕር ቆጥብዎ ስልቆ የብሉይ። ጾሙ ተቓባልነት ካግኒ እንድሕር ኮይኑ እታ ናይ ምሳሕ ወይ ታና ቁርሲ ብጥሙያት ብስደተኛታት ብጾም ሕድራት ትብተሎም።

እዚ በየበንገዱ ስለ ማርያም ድብል ስለ እገለ ልብል ስለ እገለ ልዱ እሱማ ዓይኑ ጽልምንሎ እዩ ህንደይ ጥሙያት እንሆ ምስለኪ በየቀበሌኡ ህንደይ ትማሊ ድዛ ሃገር እዚ ሰብ ውዕለታ ኮይኖም ነገር ግን ኻብዶም ጥራሑ ጻዕዳ ድኽደን ጥሙያት እንሆ ጠዋሪ ልሰኣን ኣዴታት እንሆ ምልማን ድሓፈራ ኣረጋውያን እንሆ ህጻናት እንሆ ስደተኛታት እንሆ

ጓሂ ከንቱ እዩ፣ ጥሜት እዩ። ሰብ ኣስቀይሙ ብሰባት ፍትሒ እንታይ ሃብኻይ? ሰባት ስለ እስኻ ብኣኻ ክፍትሖም እናተገበኦም እንተይፈታሕካሎም እዩ ፍትሒ ስእኖም መከርኦም ናብ ልዕላ ሰማይ ላንቃዕ ደው እየ ይህላዋሉ። እንተጾምካ ተቐባልነት የብሉይ ጾምዚ። ሰብ ብኣኻ ሰንኪላ ተሰደተ፣ ሰብ ብኣኻ ስንክላ ጠመየ፣ ክትገብረላ ግበካ እንተይገበርካዩ ጠምዩ እሎ እምበይ ጸምዩ እሉ ጸምሉ ኣይኾን እዩ። ናይ ጾም ጥቕሚ እርግጽ እዩ እንኳን ንደቂ ሰባት ንእንስሳ ውን ይጠቅም እዩ ዝሓፍተይ። ዓሙቕ ኣቢልኩም እስቲ ኣብቲ ጥቕምታት ኣብዚ ናይቲ ናይ ናይ ናይ ናይ ናይ ጾም ጥቕምታት እንኳን ብ ብመንፈስ ብሰማያዊ ነገር ንስጋኻ ውን ይጠቅም እዩ። ካብዚ እንኳን ንደቂ ሰባት ከለ ንእንስሳትኳ ይጠቅም እዩ። ካብዚኣቶም ሓደ ኣሞራ ኣርባዓ መዓልቲ እዩ ዝጾም ኣለኪ ኣርባዓ መዓልቲ ተይበልዒ ተይሰተዪ ታይ ንምዃን
ክኣርግ ተሎ እቲ እዚ ናይ ጫፍ ብልሕቲ መን መን ዝነክሰሉ እቲ መንሰኩ ማለት እዩ እቲ ጫፍ ብልሑ ላብ ላብ ዝትዕጸፍ ተሎ እቲ የመና ዓቢ የመና ኣርጉ ማለት እዩ እዚ ኣሞራ ክኣርግ ተሎ ክንፊ እንደገና ኣይዋዛወዝ ይክሎ ተሎ ተኣርግ ተሎ እቲ ክንፊ እቲ ልበል ትክንትት ኣርብዓ መዓልቲ ኣርብዓ ለይቲ ጾሙ ይቅመጥ ኣሞራ ላበይ ይከድ ላብ ባሕሪ ይኣቲ ድሓር ኣብ ባሕሪ ኣትዩ እቲ ክንቱቲ ይረግፍ እቲ ኣብ ኣፉ ልነበረ ድኣረገ እቲ መንከሱ እንደገና ምስ ኾኽ ያጋጭዎ ይወድቅ ይረግፍ ማለት እዩ ካብኡ ሓድስ ጨጉሪ ያብቁል ሓድስ ኣፍ ያብቁል ወጣት ይኮን እርግናኡ ዓቢ ድነበረ ሸምግሉ ድነበረ ብጾም ኣብሉ እዚ ኣሞራ እዚ ወጣት ይኾን ማለት እዩ ደቂ ሰባት ይህደስ ንደቂ ሰባት ይኾን ንደቂ ሰባት እንደገና ጾም መድሓኒት እዩ ከለና ይስጋና ጾምና ክንውዕል ተለና ለምሳሌ መኪና ከዚ ከይዳ ከይዳ ከይዳ ከይዳ ከይዳ ዕርፍ ታብል ተላቲ እቲ ናይ ውሽጢ ኣቑሑታት ዝሰርሕ ሙሉ መዓልቲ ተላቲ በለዶ ዓለ ተዕርፍ ተላቲ ዳሕና ትኾን እሽላን ድሕር ላኸደት ምውዓል ላኸደት ምሕዳር ንኾና ይወሳለቱ ቶም ናውሽጢ ይለምጹ ማለት እዩ። ሰባት ለለ እሽና ምብላዕ እሽና ምብላዕ ምኽታት ምኽታት ምኽታት ምስታይ ምስታይ እንድሕኾይኑ ቶም ውሽጢ ምዓናጡና ለለው ቶም ሓያኽቶን ንብሎም ቶም ጫጓራን ንብሎም ቶም ዳሕና ልሰርሑ ነገራት ይለምጹ ዕረፍቲ የብሎምዩ ማለት እዩ። ጾም ማለት እኮ ሰውነትካ ተዕርፍለኻ እዩ። ሂድኣይ

ሽልቕቑል ይኸድ። ኣብ ገጠር ከባቢ ዕንጸይቲ ግዛዕም ዘዕተእረዩ ተለስ ናይ ቕደም ተበን መሳሊ ዓይነት ቕንፋፎት ይርከብ እዩ። እቲ ተበን እውን ኸይዱ እዩ። ወጣትነት ይኾን ማለት እዩ። ጾያም ሰብ ዕድመ ለለዎ እዩ። ጾያም ሰብ በረከት እዩ ልረክብ። እቲ ጾም እንጾሞ ጾም ግን ካብ ናይ እንስሳ ብልትፈለየ መልክዑ እሳቶም ብስገኦም ልክጠቕሙ ለከይኣርግ እዩ። ንሕና ግን መንፈሳዊ ጾም እዩ። ልሰብ እላረዳእና። ኣንደኛ ካብ ጥንደ ቀን መቅድመ ህቱ ርእሰክም ወኣንጽሁ ነፍሰክሙ ካብ ኣቀያሚ ምዃን ካብቲ ቀያሚ ምዃን ነጻ ምዃን ኣድልዩ ኣሎ። ንሰብን ብዳል ንእግዚኣብሔርን ብዳል ምዃኑ ክንፈልጥ እነና ቅድመ ሁኔታ ናይ ጾም ማለት እዩ። ካብኡ ወዲ ሰባት ምዕር ቃዕምና ዋላ እኳ እንተደኸና ምዕር ቃዕምና ክንረድኦ እንኽእል ደቂ ሰባት ክናዘጋጅ እነና። ዓይንና ካብ ኹፉእ ምርኣይ ክጾም ይግባእ። ኣፍንጫና ካብ ሕማቕ ነገር ምሽታት ክጾም ይግባእ። ኣፍና ካብ ሕማቕ ነገር ምንጋር ክጾም ይግባእ። ህሊናና ሕማቕ ነገር ከይሓስብ ክጾም ይግባእ። ልብና ሕማቕ ነገር። ከይጽሕፍ እስመ እምተረፈ ልብ ይነብብ ኣፍ ካብ ልብና ልተረፈ ኣፍና ስለ ዝናገር ልብና ሕማቅ ነገር ከይሓስብ ክናጽሞ ይግባእ ኣካልና ባዕሉ ክናጽሞ ከዚ እክል ጥራሕ እዩ ዝጸምለ ሰብ እሳልሎ እላ ቆጠበ ቁጥብ እለ እምበይ ጾምለ ይኮነ እሱ እዩ ጾምና ተቃባልነት ልስኣነ ምጾም በምንም ተኣምር ፍትሒ ግን የለይ መጨረሻኡ ፈሕታይ ነጎዳይ ማለት እዩ።

ክብልና ኣይንግምግምን። ናትና ጾም ምስ ቂም በቀል እዩ። ናትና ጾም ሰብ ብምስዳድ እዩ። ናትና ጾም ብትምክሕቲ እዩ። ናትና ጾም ኣነ ጾያሚ በቃ ኣነ ጸላይ ሃብና ፈሪሳውያን ጾም እንታይ ድልዮ ዶ ምስለ ክፍቲ ወንጌልሲ ሓደ ፈሪሳዊ ሃምዝናት ሃምዝሕና ምኩሓት ሃምዝና ቤተክርስትያን ሰባት እንባል ሓደ ምኩሕ ጾመኛ ጸሎተኛ ሓደ ለለ መጸብህ ብጣዕሚ ሓጢኣተኛ ግብሪ ሰብሳቢ ኽልቲኦም ተመራርሖም ላብ ቤተ መቅደስ ኸይዶም ላብ ቤተ መቅደስ ትኸዱ ተለዉ እቲ ቀራጭ ወይም እቲ ግብሪ ሰብሳቢ ሓጢኣተኛ እየ ልብል ርእሱ ድንን ኣብሉ ኣብቲ መንከበብያ ከባቢ ኣምላከይ ገጽኻ ክርኢ ኣይግብእኒ በድለ እየ ሰባት ኣሳቐየ፣ ድኻታት በድለየ፣ ለይግባእ ቀረጽ ኣቑርጸየ፣ ለይግባእ ግብሪ ሰብሰበየ፣ ስለዚ ኣብ ዓውደ ምሕረትካ ቤተ መቅደስካ ክኣቲ ኣይግበእን ይብሉ ርእሱ ትሕት ኣብሉ። እቲ ፈሪሳዊ ግን ሃምዚ ናትና ጾም ኣነ ጾያሚ ኣነ ጸላቲ ቀጥታ ላፍቲ ቤተ መቅደስ ኸይዱ እንታይ ውጸሉ ትመስለካ ሃምዘ ይብሉ ብትዕቢት ኣምላከይ ኣነ ክልተ መዓልቲ ኣብ ሰሙን ጾም ኣለኹ ምጽዋት ውን ሁምለኹ፣ ኣስራት በኵራት ውን ኣውጽለኹ፣ ስለዚ ሃምዚ መጸብሃሊ ሃምዚ እበረ ለሎ ሓጢኣተኛ፣ ርእሰይ ካድኒ ለይገበርኻኒ፣ ሃምኡ እገበርካ ለይፈጠርካኒ ኣምላከይ ተመስገን እብሉ። ናይ መነኦም ሰምዑ መስለኪ እግዚኣብሔር፣ ናይቲ እበረ ለሎ ትሕት። ካብዞም ኣብ ቤተ መቅደስ ለለዉ ኣካላት ካብ ኣውደ ምህረት ውጪ ለሎ ሰብ ህንደይ ሰብ ጸሎት ንቕበለሉ ሰብ እነመስለኪ ዝኣታ ተርእሶ ይገብር ርእስኻ እድን ታብል ተለኻ ንባዕልኻ ትወቅስ ተለኻ ክትገብሮ ልግብአካ ነገር በደይ ምግባርካ ሰውነትካ ትወቅስ እንድሕ ኮይንካ ጸጸት ይበሃል እሱ በቃ ለይገበርኸዎ ነገር ዝይዝይዝዩኻ ብኣኻ ስንኪ ብዙሓት ክህፍትሙላ ትገብኦም ብኣኻ ስንት ብዙሓት ፍትሒ ካግንዩላ ተገብኦም ደይ ብደይ ምስራሕኻ ኣብ መከራ ትነብሩ ተለዉ ደቂ ሰባት ክትጽጸት ይግባእ ኣብዞም ኣብ ልዕሊ ደቂ ሰባት መከራ ላውረድኻ ጾመኛ እየ ጸሎተኛ እየ እንተበልኻ ኣምዚ ናትና ጾም ተቐባልነት ለይብሉ ነባሂነ ነባሂነ ከመዘ እየ ነባሂነ ኮነ

ከለ ብዙሓት ኣወዳት ኩላህም ዓይነት ነገራት እነቲ። ሽኻ ጸሎተኛ ክበሃል ኣለኺ ሃም ክበሃሉ ሃማ ጸሃፍት ፈሪሳውያን እቲ ብጸሃፍት ብፈሪሳውያን ነበረ ጋኔን ሰይጣን ኣብ ሓና ሰፍሩ ክረኢ ክረኢ ማለት ውሽጥኻ ግን ባዶ ውሽጥኻ ግን ትል ወጋ ደይብልኻ ውስኻን ኣስቀያሚ ክረኢ ክረኢ ጸሃፍት ፈሪሳውያን ትጾም ተለው ሰብ ኣብ ዝርእዮ ቦታ እዮም ድኾኑ ሰብ ኣብ ኣማዕድዩ ኣብ ዝርእዮም ካብኡ ሰውነቶም እንደገና በቃ ድጠውለጉ ክመስሉ ጾመኛ እየ ዓይነ ኣብ ናይ ኣህዛብ ጾም ሓደ ሓደ ሰባት ኣይረኺ በቃ ኣነ እኮ ጾመኛ እየ ትብል ተለዉ ይብሉ እዮም ትኽክል ይኾን እዩ ጾም እዚ ከዚ ናትና ብዝና ዝሕዝ ጾምና እንታይ ተበክኒ ቁጠባ ገብር ለና ሓደ ሰብ ላስቀየምና ሰብ ላሳቀና ሃምቲ ኢሳያስ ልበሎ እዚ ጾም እዚ ተቃባልነት ለይብሉ ጾም ጾም ኣለና ንጾም ፍትሒ የለይ ናውከደንጾር ልክራጋጋእ ሕልሚ ጽቡቅ ሕልሚ ልሓለሙ ናውከደንጾር ዳንኤል ላብ እግዚኣብሔር ግለጸለይ ብሉ ሰለስተ ማዓልቲ ጾይሙ

የጸድቂ ታይ ደኣ ምጽዋት ክውስኸሉ እነሀኒ ጸሎት ምስለ ኣንብእ ጾም ምስለ ምጽዋት ጾም ምስ ምጽዋት ጸሎት ውን ምስ ብኽያት ይእል ሰምር ካብዚ ወጻኢ ልጽዮም ጾም ተቀባልነት የብሉይ። እዚ እዩ ዝሓፍተይ።
ጽቡቅ ጾም ማለት ምስ እግዚኣብሄር ምግናይ ካብ እግዚኣብሄር ልኾነ ነገር ምርካብ ልኾነ ልምዕየ ኢለ ሃም ምጀመሪ ምዃኑ ጥሜት ሃም ለይኾነ ኣውጊዕኹምኒ ኢኹም እሞ ጾሚ ጥሜት ኢኸ ንማሕበረሰብ ከይዋቅዕዎ ታይ ትብሉ ምኽንያቱ ቁጠባ እዩ ኢልኹም ገሊጽኹሞ ኢኹም። ወይ የልክዕ ለሎትዎ መንገዲ እቲ ንጾመሉ ለና መንገዲ መጽሓፍ ቅዱሳዊ ኣይኮነ እዩ ተለምዳዊ ወይ ስኢሉ ብይኹን ይኹን ነገር እዩ ኢኹም ልኹኑ ኢኹም እሞ ጾምን ጥሜትን ማሕበረሰብ ከይዋቕዕዎ እንታይ ትብልዎም ቀሲስ? ኸዚ እኮ ሓደ ለይገለጽዎ ነገር ነው ብስሩ እዚ ናትና ማሕበረሰብ እማ ወይ ሃምቲ ተበን ወይ ሃምቲ ኣሞራ ኾይኑ ኪሎ ለይቕንስለይ ምግቢ ቅያር ኮዩ ልገብርሎ ብተፈጥሮ እኮ እቲ ብዕራይ ኣሕምልቲ በልዑ በልዑ ቆፅላ መፅሊ በልዑ በልዑ ኮዩ ድሃጠረ እቲ ስጋ እኮ ባሕምልቲ ያና ቀይርናዮ ንህና ናይ ምግቢ ቅያር ያና ገብርና ንህና ዳኣ ይህፀውና ይኮኑ ናይ ምግቢ ቅያር ይገብሩ ንማሕበረሰብና። ልዕሊኡ ክበልዕ ኢኺ ትርእዮ ማልተይ። ልዕሊኡ ኢና ልሰቲ ኣለና፣ ልዕሊኡ ኢና ልበልዕ ለለና። ወይም ለለ ገለ ሰባት ጠሚ ኣለዩ ማለት እዩ። ምጥማይ ዓይነት ኣበይ ሃም ትበጽሕ እኳ ኢኻ ትጓዓዝ ሰለኻ እኮ ካብዚ ትልዕልኻ ክየ ክትበጽሕ ኢኻ ትኸድ መነሻ እንህቦ ዝኾነ ነገር መድረሻ ለነዎ። ጾምካ ውዕልካ ሓደ ድኻ ተይሓዝኻይ ምብላዕ ጾሙ ልውዓለ ሰብ ሪኢኻ ልብላዕ ልስተይ ለይብሉ ሕዝኻ እንድሕ ለይበላዕኻ ጾምካ በምንም ተኣምር ንኣትኻ ጾም ጥምየት እምበይ ትቓባልነት የብሉይ ቁርጽ ኢና ንነግር ልደቂ ስባት ብእትገብሮ ርሕራሐ እዩ እቲ ጓል መንግስተ ሰማያት ልግነይ ኣንደኛ ብደሙ ብሉ ክርስቶስ መንግስተ ሰማያት ውናይ ብደሙ ዓድጉናይ እርግጥ እዩ

ካብዛ ጥምየት ልኾነት ነገር ወጽእና ድደቂ ሰባት ኣጋ ምሸት ኣጋ ትሽዓንተ ሰዓት ለይኹን ሽዱሽተ ሰዓት ለይኹን ኣብቲ ናይ ጾም ምብላዕ በጽሑዩ ኣብ እንብለሉ ግዜ ሰብ ሕዝና እንድሕር ደይበላዕና በምንም ተኣምር እዛ ጾም ተቐባልነት የብላን። ታይ ደኣ ትጠሚ ኣለኻ ወይ ትቑጥብ ኣለኻ ኢያ ትኾን ማለት ኢዩ። ዓይንኻ ታይ ኣጾሙኻያ ነገር ካኣ ክልጾም ኣፍካ ካብ ምንጋር ን ኣብ ሓደ ኣብ ማጮ ከባቢ ውን ልብለን ነገራት ኣሎ ኣብ ጽጌ ዘመነ ጽጌ ሲ ሓደ ፈላሲ ኣባ ሰሎሞን ይባሃሉ ሊቅ እዮም ኣብ ደጅ ሰላምስ ስጋ ናይ በግዕ ይእነሩ ላበላዕና።

ስጋ ሰብ ተይበልዑ የውዕልዩ።
ስጋ ሰብ ይውላዕድዩ። ብሓምየት ሓም ኣባኻ ኣይትወልዐይ። ሰብ ልሓመኻ ትብል እንድሕር ኮይንኻ ኢትብላዕ ስጋ እሁከ ብሃምየት ይብል። ብሓምየት ናይ ሓውኻ ስጋ ኣይትብላዕ ይብል። ናትና ሰባት ልብሃሉ ናይ ቤተክርስትያን ሰባት ልብሃሉ ክርስትያን ንብሃል ሰባት ስጋ ሰብ ላምንጨት እና ንውዕሉ ምን መዓልቲ። እገለ እኮ ሃምዚ እያ እገለ እኮ ሃምዚ እያ እገለ እኮ ሃምዚ እዩ እገለ እኮ እዙይ እዩ ስራሑ እገለ እኮ እዙይ እዩ ጠባይ ላበሉ ብሓምየት ስጋ ሰብ ላይበልዑ ይውዕሉ። ጾመኛታት ግን ይኾኑ። ኸዚ ብኣንጻር ታይ ማለት እዩ? ስጋ ሰብ ብሓደ ገጽ ንበልዕ ብቲ ኻልእ ገጽ እንደገና ስጋ ጠሊ ንጾም ማለት እዩ። ብቲ ሓደ ገጽ ማይ ከይንሰቲ ወይ ገለ ፈሳሽ ነገር ከይንወስድ ንጾም ግን ደማ ናሰብ ደም ብሓምየት እላሰተና ንውዕል ሰባት ኢና ብጽዋእ ገብርና ብጽዋና ብመልሓስና ናደቂ ሰባት ስጋ ላዋረድና ልሓረድና ንውዕል ሰባት ያና ግን ደማ ጾዮም ተንብሃል ጾምና ተቀባልነት ለይ ተቀባልነት ለይብሉ ተርፍ ለዚ ማለት እዩ ኩሉ ነገርካ ኢካ በቃ ኣካልካ ካብ ኩፉእ ነገር ምጽዋም ክነልምዶ ኢልግባእ እዚ በደይ ምግባርና ትጎድእና ኢና ማለት እዩ ጾም ድስጋ ጠቃሚ ምካኑ ኣምታዓንተለኩዎ እዩ እንኳን ንደቂ ሰባት ደኣራዊት እኳስ ይጠቕሞም እዩ ተበን ካብ ኩሉ ርጉም እዩ ካብ እንስሳታት እተረገመ ተበን እዩ መንግስቲ ከዚ ተበን ኣይትቕተሉ የብሊ ዝብኢ ከይትቓትሉ ይብል ኣንበሳ ከይትቓትሉ ይብል ነብሪ ከይትቓትሉ ይብል እንድሕር ኣንበሳ ነብሪ ቓትልኻ ወይ ዝብኢ እንድሕር ቓትልኻ ከዚ ትቕጻዕ ኣብ ብሕጊ ተበን ድሕሪ ቃትልካ ግን ኣይትቅጻዕ እዩ ሩጉም ስለ ልኮነ ማለት እዩ ካብ ኩሉ ተበን እኳስ ጾይሙ ብስጋኡ ይጥቀም እዩ ንሕና ግን ጾይምና ኣይድ ስጋና ንጠቅም ኣይደስና ኣይድ ነብስና ንጠቅም ቶፋ ቶም ሃፋትም ክገብርዎ ልግባእ ኣያምሀርናዮም ቶም ድኻታት ክገብርዎ ልግባእ ኣይነገርናዮም። ኣየን ሰውነትና ክጾም ሃምድነዎ ኣያፍለጥናዮን ታይ ደኣ በቃ ከሰዓት ትሽዓ እንተ ከይትበልዕ እክሊ ኻልእ ሰውነትና ግን ልክ ልክም ጾም ኣያረዳእናዮም እዩ ማለት እዩ። መወዳእታ ምሕላኽ ተሪፉ መዕዘ ኢና ንጽም። በይዛኻትኩም ንጹም ጾምና ተቀባልነት ክህልዮ ሃምና ኣላ ኣስቴር እስኪ እቱም ክርስትያን ካብ ካህናት እስካዕ ምእመናን ካብ ወራዙት እስካዕ ደናግል ስለ ሃገር እስኪ ጸልዩ ሃም ኣስቴር ኣስቴር ሰለስተ መዓልቲ ጾይማ እስራኤላውያን ካብ ጥፍኣት ምስ መርዶክዮስ ኣብ ከኣ ኮይና ምስ ቤተ ሰባ ኮይና ጾም ኣውጃ ካብ ጥፍኣት ኣድሕናቶም ካብ ናይ ሞት ኣዋጅ ኣድሕናቶም ሃገር ክትድሕን እስኪ ጾምና ተቀባልነት ክህልዮ ምስ ምጽዋት ንግበሮ ተኣሰረት ብምፍታሕ ዳዓረቀ ብምክዳን እንደገና እዚ እንጾሞ ጾም ትእቢት ዳርሕቅ ጾም ክኮን ነዎ እዚ እንጾሞ ጾም ኣፍቅሮ ንዋይ ዳርሕቅ ክኮን ነዎ እዚ እንጾሞ ጾም ምስ ክርስቶስ ዳተዓርቅ ክኮን ነዎ ርሕራሐ ንግበር ጾምና ተቀባልነት ክረክብ እምበይ ካብ ምጥማይ ንውጻእ እውነተኛ ጾም ንጹም። ተይትፋቀርካ ይጾም ከንቱ ምዃኑ ንፍለጦ። ጳውሎስ ነገሩና እዩ ፍቅሪ ኣርሕቅካ ልጽዮም ጾም የለይ ፍቅሪ ኣርሕቅካ ልግበር እምነት የለይ ፍቅሪ ኣርሕቅካ ልትሓዝ ሃይማኖት የለይ እግዚኣብሔር ፍቅሪ እዩ። ኣብ ፍቅሪ ማእከል እግዚኣብሔር እኖ ኸዚ ፍቅሪ ላጎድና ሓድግና ጾም ለና እንተበልና ሓሰውቲ እና ንሕና ጾምና ናይ ሰላም ናይ ፍቅሪ ልክኾነልና እስኪ ንስሃ ንእተይ እስኪ ብንስሃ ንግበሮ እዚ ጾም እዚ ኣይመሸይ እኮ ምሽተይ ቃሪብና እና ኸዚ ዳርጋ ሸሞንተ መዓልቲ ናይ ለማዕቲ ልቓርየና መዓልትታት ውሕድ እዩ እስኪ ምስዲ ዝፃላእናዮ ሰብ ንተዓረቆ እስኪ ልበደልናዮ ሰብ ንክሓሶ እስኪ ንስሃ ንእተይ ዮሃንስ ኮቢ ንስሃ ኢሉ ጀመረ ስብከቱ ነስሁ ወእመኑ እስመ ቀርበት ይእቲ መንግስተ ሰማያት መንግስተ ሰማያት ቀርባ እያ ንስሃ እተዩ እኮ ኢሉ በለ እመኑ ንስሃ እተዩ ንእመን ንስሃ ንእተይ ኣሚኑሰ መሰረት ይእቲ እምነት መሰረት እያ ወካልኣን ያህንጻ ወንድቂ እሙንቱ ተን ካልኣት ምግባራት ቆርቆረ ድግድጋ ጣራ እየን እምነት መሰረት እያ ብእምነት መሰረትነት ንስሃ ንእተይ ንጹም ንጸሊ መጻኢ ዕድልና ብሩህ ክኾን ንፋቐር ሰላም ንኹን ወስብሃት ለእግዚኣብሔር። ክብረት ይሃበለይ ቀሲስ ከልቢ እየ ለመስግኖም ብካሊእ ግዜ ብካሊእ ዛዕባ ንጋነየና ክብረት ይሃበለይ። ትንሳኤ ጽዮናውያን ሚድያ፣ TTM፣ ንጹህ ክህነት ንኽብሪ እግዚኣብሔር ትንሳኤ ጽዮናውያን ሚድያ።